ሰላም ኣብ መላእ ዓለም እትርከቡን እትርከባን ክቡራትን ክቡራንን ተኸታተልቲ ፍልፍል ቲቪ ንሎሚ ዝበልናዮ ዝተፈላለየ መደባት ሒዝና መፂና ኣለና ሰናይ ምክትታል እቶም ኣባላት ቤተሰብ ፍልፍል ቲቪ ዘይኮንኩም ሳብስክራይብ ብምህራም ኣባላት ቤተሰብ ፍልፍል ቲቪ ክትኮኑ ብትሕትና ንዕድም እምበር ናብቲ ንሎሚ ሒዝናዮ ዘለና ዛዕባታት እንታይ ይመስል ሓቢርና ንከታተል ክቡራትን ክቡራንን ተኸታተልቲ ፍልፍል ቲቪ ኩቡራት ደቂ ሪመይ ቀዲመ ሒዘልኩም መጽየ ዘለኹ መደብ ኣብ ዝተፈላለየ ማሕበራዊ ሜድያታት ብብዝሒ ካብቲ ናብቲ ክትሰጋገርን ካብቲ ናብቲ ሼር ክትበሃልን ዝተፈላለየ ዓይነት ኮመንት ወይ ከኣ ርእይቶ ክጸሓፈላ ዝቐነየት ኣዝያ ልዑል ተጠላብነት ረኺባ ዘላ ቪድዮ ኣላ እሞ ብዛዕባ ቅድም ኢና ከም መእተዊ ክንገብር ምኽንያቱ ነታ ቪድዮ ምስ ተዓዘብካያ እዚ ዘይበሃል ስምዒታት ኣብ መላእ ነብስኻ ወሪሩ ብዙሕ ስምዒታት ወይ ከኣ ብዙሕ ሓሳባት ኢኻ ተልዕል እስከ እዛ ቪድዮ ምስ ተዓዘብናያ ዝተሰማዕኩም ስምዒት ኣብ ቦታ ርእይቶ ክትገድፉለይ ብትሕትና ደጊመ ክዕድመኩም እፈቱ። ኣነ ብውልቃዊ ስምዒታተይ ዝተሰማዓንን ሓፈሻዊ ርድኢታተይን ከኣ ናባኹም ከብሎ እየ። ናብታ ቪድዮ ከብለኩም ሕጂ ደጊመ ሰናይ ምክትታል። ኣታ መሬተይ ባሕራችና ኣዘጋናተይ ኣምላኽ ምንሽ ሕራት እሻቕ እንዳሞት ዕማም ሕተይ ኣይተቋምቶ ኣታ መሬተይ ባሕራችና

እዛ ቪድዮ ኣብ ማሕበራዊ ሜድያ ቲክቶክ ምስ ተዓዘብዋ ብዙሓት ኤርትራውያን ዜጋታት ናብ ማሕበራዊ ሜድያ ቲክቶክ ናይ ፍልፍል ቲቪ ብውሽጢ ብምጽሓፍ እንታይ ዓይነት ስምዒታት ወይከ ኣብ ምስላ እንታይ ኣሎ ዝብል ሕቶ ተደጋጋሚ ብብዝሒ ሕቶታት ቀሪብልና ኣሎ። ንሕና ውን ሕቶታት ተዓዘብትና ክንምልስ ከምኡ ውን ሓፈሻዊ ርድኢታትና ብዛዕባ እዛ ቪድዮ ዘለና ሓሳባት ክንህብ መልስታት ሒዝና መጺእና ኣለና። እንታይ ምስሊ ኣሎ? ብዙሕ ምስልታት ኣሎ ኣብ ምስላ። ቀዳማይ ኣይጠዓማን እወ ይጠዓማን ዝወረዳ ኣደራዕ ናብራ ኣብ ምስላ ምስሊ ፈጢሩ ኣሎ። ግን ከኣ ዘይትጸዓድ ሓይላ ዘይምህምን ጽንዓት ሓድነታ ንኹሉ ብድሆታት ብዲሁ ኣብ ዘተኣማምን ደረጃ በጺሓ ከም ዘላ ይምስክር ኣሎ ምስላ ካልኣይ ካብ ምልኣት ልባ ዝምንጩ ኣብ ገጻ ሓጎስ ይፈስስ ኣሎ ደቃ ዝኸፈለትላ ሃገር ሃገረ ሰማእታት ሃገረ ሕድሪ ብሓበንን ደስታን ትረግጻን ተስተማቕራን ኣላ ኮታስ ይጥዓም ሕሰም እታ ደቃ ከፊላ ዘውሓሰታ ሃገር ናታ ምዃና ንጸላእታን ፈተውታን ሓጎሳ ይሕብር ኣሎ እወ ይጥዓም ይሕሰም ይርሆ ይጸንክር ሓንቲያ እምነታ ሓንቲያ ቃላ ኤርትራ ናይ ኤርትራውያን ኣኸለ ዘይማታእ እምነታ ኤርትራ የድምጽ ኣሎ ሳልሳይ ራህዋ ጽባሕ ሓጎት ጽባሕ ይረኣይ ኣሎ ብሓጎስን ደስታን ውን ትቕበሎ ኣላ ሳላ ጽንዓታን ሓድነታን ጥዒሙ ሓሲሙ ዓዳ ክብረታ የሕሊፋ ስለ ዘይሃበት ብኽብርታ ትነብር ምህላዋ ውን ምስሊ ምስላ ይሕብር ኣሎ ራብዓይ፣ ኤርትራዊ ማለት ኣብ ዝኾነ ኩነት ሃገሩ፣ መሬቱ፣ ባሕሩ፣ ርስቱ የሕሊፉ ዘይህብ ጽኑዕ ኣብ ምትክሉን ዕላምኡን ገሊጻ ኣላ ኣደይ። ኣደ ጅግና ኣደይ፣ ኣደ ኣንበሲት ኣደይ። ኣደ ኣርሓ ኣደይ፣ ኣደ ተጋዳሊት ኣደይ። እዚኣ እያ ኣደ ኤርትራውነት፣ ሕሰም ናብራ መንገዳ ዘየስሓታ፣ ራህዋኣ እውን ብስኽራን ትዕቢት ዘይወሓጣ ኣደይ እዚኣ እያ።

ስለዚ እምበኣር ኩቡራትን ኩቡራንን ተኻታተልቲ ፍልፍል ቲቪ ኣብዚ ዝተዓዘብናዮ ምስሊ እዚ ምስሊ ኣሎ ምስሊ ኤርትራውነት ምስሊ ሓድነት ምስሊ ጽንዓት ምስሊ ሃገርን ህዝብን ሓደ ጥምረት እዚ እዩ ኸኣ እቲ ኩሉ ግዜ ደጋጊምና እንገልጾ ኤርትራውነት ማለት ዝበለጸ ጸጋ ዝበለጸ ትዕድልቲ ኣብዚ ዓለም ኢልና ኣርባዕተ ነጥቢ ብምባል እንዛዝሞ ካብዚ ብምቕጻል እውን ከምዛ ቅድም ኢልና ክንገልጻ ዝጸናሕና ኣዝያ መሳጢት ዝኾነት ምስሊ ሓንቲ ምስሊ ኣላ ናቕፋ ፕረስ ዘዳለዋ ዶክተር ኣስያ ጣሃ ሳልሕ ቆልዑ እንዳወለደትን እንዳዕበየትን ዶክተርነት ዘጽነዐት ሓኪምን ኣደን ስለዚ ኢና ኸኣ ኤርትራዊ ማለት ጸጋዩ ንብል ደጋጊምና ኣፍ ልብና ነፊሕና እንዝምረሉን እንምድረሉን
ኮሌጅ ክኣቱ ከለኹ ጥንሲ ድቂ ሒዘ ኣት ንኮሌጅ ኣት ማለት እዩ ወላ እውን ናይ ምሸታዊ ትምህርቲ ዓሰርተ ክልተ ክፍሊ ይመሃር ነይረ ጎኒ ጎኒ ስራሕ ሽዑ ቅድሚ ምኻደይ ንኮሌጅ ኣብኡ እውን ተፈቲነ ናይ ዲፕሎም ሪዛልት ኣምፅኤ ናይ ሽዑ ብክልቲኤን ወረቓቕቲ ሒዘ ከይደ ኣብ ኣስመራ በታ ዝጀመርካያ ምምዕባል ተሓይሽ ኢሎም ስለ ዘማኸሩኒ ሰባት ምስ ሓተትኩ በታ ዝጀመርክዋ ናብ ሚድዋይፍ ክምዕብል ይሕሸኒ ኢለ ኦሮታ ኣትየ ማለት እዩ። ዶክተር ኣስያ ጣሃ ሳልሕ ቆልዑ እንዳወለደትን እንዳዕበየትን ዶክተርነት ዘጽንዐት ሓኪምን ኣደን። ደቂ ሒዛያ ኮለጅ ኣትያ ትምህርቲ ሕክምና ኣዝዩ ጽዑቕ ብዛዕባ ባህርያትን ሕማማትን ኣፋውስኦምን ዘጽንዕ ብምዃኑ ከኣ ንኽትመሃሮ ኣዝዩ ኣሸጋሪ እኳ እንተኾነ መንእሰይ ኣስያ ጣሃ ግን ልዑል ርእሰ ተኣማንነትን ናይ ይኽእሎ'የ መንፈስን ደሪኽዋ ተጸንቢራቶ። ክልተ ቆልዑት ኣብ መንጎ ትምህርቲ ተወሊዶም፣ ድሕሪ መመረቕትኣ ድማ ሳልሳይ ቆልዓ መጺኡ። ዶክተር ኣስያ ጣሃ ሳልሕ ኣብ ከተማ ዓሰብ ተወሊዳ ዓብያ። ኣብ ቤት ትምህርቲ ወልደኣብ ወልደማርያም ካልኣይ ደረጃ ድሕሪ ምምሃር ድማ ሃገራዊ ግቡኣ ንምፍጻም ናብ ሳዋ ኣምሪሓ። ኣብ ፈለማ ትምህርታ ነርስነት ተመሪቓ ኣብ ሚኒስትሪ ጥዕና ጨንፈር ዓሰብ ስራሕ ተመዲባ። ብዓውዲ ስታቲክስ ብዲግሪ ምስ ዝተመረቐ መንእሰይ ዓብዱሰላም ናስር ከኣ ኣብቲ ስራሕ ብሓባር ክሰርሑ ኣብ ዝጀመሩሉ እያ ሌላ ትምስርት። እቲ ርክቦም ምስ ግዜ ናብ ፍቕርን ሓዳርን ዓብዩ። ኣብ ግዜ ህጻንነታ ምስ ዓበኺ እንታይ ክትኮኒ ትደልዪ? ተባሂላ ኣብ ትሕተተሉ ዶክተር ዝብል ምላሽ እትህብ ዝነበረት ኣስያ ሳልሕ፣ ምስ ተመርዓወት እውን እቲ ብቑልዕነታ ዝሓደራ ጥሙሕ ትምህርቲ ዝያዳ ገንፊሉዋ። ዕድል ምስ ተረኽበ ከኣ ምስ በዓል ቤታ ተረዳዲኣ ነቲ ኣዝዩ ከቢድ ናይ ዶክተርነት ትምህርቲ ቀጺላቶ። ጥንሲ ሒዛ እንከላ ዝኣተወቶ ኣብ መንጎ ትምህርታ በዅሪ ቈልዓ ክመጽእ ነይርዎ። ቈልዓ እንዳዓበየትን እንዳጥቦበትን ባህጊ ትምህርታ ክተርዉ ጽዒራ። ጌና ኣብ ኮለጅ እንዳተማህረት ካልኣይ ውላድ ስዒቡ። ሽዑ'ውን ትምህርታ ምዕባይ ቈልዓን በዲህዋ ኢድ ኣይሃበትን። ብሞራልን ጻዕርን ተሓጊዛ ድማ ትምህርታ ብዓወት ዛዚማቶ። ኣብዚ እዋን'ዚ ምስቲ ብደረጃ ሓላፊ ስታቲክስ ሓበሬታ ኰይኑ፣ ምስኣ ኣብ ሚኒስትር ጥዕና ዝሰርሕ በዓል ቤታ ዓብዶ ናስር፣ ሰለስተ ቆልዑ ወሊዶም ስኒትን ፍቕርን ዝመልኦ ምዉቕ ሓዳር ትመርሕ ኣላ።
ናብራ እንድሕር መፂና ኣብቲ ሓዳር በዓልና ኢና ንካውኖ ግን እቲ ድሌት ስለ ዘሎ እቲ ናይ ምስራሕ ወንን እቲ ኣደ ኮንካ ናይ ምቕፃል ወንን ኣብ ቦትኡ ስለ ዘሎ እቲ ናይ ሓባር ስራሕ ክንሰርሕ ክንወፍር ከለና ቅድሚ ቆልዑ ምምጽእዎም ኢኻ ትጅምር ብሓንሳብ ወፊርካ ብሓንሳብ ትምለስ ዳሕራይ ቆልዓ ምስ መጸ ነቲ ቆልዓ ኣብ ንዕኡ ዝኸውን ነገራት እንዳማላእካ ንክትሰርሕ እቲ ክብደት ኣብ ሓዳር ምስ ኣተኻ ናይታ ጓል ኣንስተይቲ እንዳኸበደ ከም ዝኸይድ ዋላ ሓንቲ ዝከሓድ የብሉን ማለት እዩ ወላ እቲ ኣቦ ይሕግዝ እየ ኣነ ከምዚ ይገብር እየ ኢሉ ዋላ ክዛረብ ይኽኣል እምበር እታ ኣደ ትኸፍሎ ዋጋ ዝያዳ ይምዘን ምክንያቱ እቲ ቆልዓ ዝያዳ ንሳ እያ ክሳይ ክትከናኸኖ ንሳ እያ ዝያዳ ክሳይ ክትገብሮ ግን ጎኒ ጎኒ ግን እቲ ስራሕ ብዋጋ ናይቶም ቆልዑ ደይኮነ ነቶም ቆልዑ ዝግበኦም ክንክን እናተገብረሎም ሕያወይትን ሓላይትን ብምዃና ህዱእ ኣዘራርባኣን ተገዳስነታን ንባዕሉ ፈውሲ ምዃኑ ሓንቲ ካብ ተሓከምታ ትምስክር። ዶክተር ኣሲያ ጣሃ ሳልሕ፣ ኣብዚ ደረጃ ንክትበጽሒ ዝሓጎዙኺ ክተመስግንዮም ትደልዪ እንተለዉ? ተባሂላ ምስ ተሓተተት ንሰለስተ ኣካላት ጠቒሳ። በዓል ቤተይ፣ ስለ ዘተባብዓንን ዝሓገዘንን ዝተዓገሰንን፣ ወለደይ፣ ኣብ ኮለጅ ኣትየ ኣብ ዝነበርኩሉ ንደቀይ ኣብ ምሓዝን ምሕብሓብን ስለ ዝተሓጋጎዙኒ፣ መንግስቲ ነቲ ዕድል ስለ ዝፈቐደለይ ብናጻ ስለ ዘምሃረንን ዝብል ንጹር ምላሽ ሂባ። ኣገናዕ ኤርትራዊት ሕብንቲ ዜጋ ዶክተር ኣሲያ ጣሃ ሳልሕ! ኣዝዩ ዘሕብንን ዘኹርዕን እዩ ኩቡራትን ኩቡራንን ተኻታተልቲ ፍልፍል ቲቪ ከምዚ ዓይነት ቪድዮታት ክትርኢ እንከለኻ ወይ ከኣ ከምዚ ዓይነት ሓበሬታታት ክትረክብ እንከለኻ ልብኻ እዚ ዘይብሃል ሓጎስን ፍቅርን ሰላምን እዩ ዝወርሶ ካብዚ ቀጺልና እንቕርቦ ክቡራትን ክቡራንን ተኻታተልቲ ፍልፍል ቲቪ፣ ኣስመራ ማራቶን ክልተ ሽሕን ዕስራን ኣርባዕተን ሰንበት ዕለት ትሽዓተ ሰነ ኣብ ቀንዲ ጎደናታት ኣስመራ ክካየድ እዩ። ኣብዚ ናይ ሎምዓመት ውድድር ካብ ውሽጢ ሃገር ካብ ሰለስተ ዞባታት፣ ማእከል፣ ደቡብ፣ ጋሽ ባርካን ከምኡውን ካብ ሚኒስትሪ ምክልኻል ናይ ውልቀ ኣትሌታት ክሳተፉ ምዃኖም ካብ ሃገራዊ ፈደረሽን ኣትለቲክስ ዝረኸብናዮ ሓበሬታ የረድእ። ብዘይካ'ዚ ካብ ካልኦት ሃገራት ዝመጽኡ ኣትሌታት ስለ ዝሳተፍዎ ኣህጉራዊ መልክዕ ሒዙ ዘሎ እዚ ውድድር ሓሓደ ኣትሌታት ካብ ኡጓንዳን ኬንያን ደቡብ ሱዳንን እውን ክሳተፉ እዮም። ብሓፈሻ ሓምሳን ሸሞንተን ኣትሌታት ክዋዳደሩ ትጽቢት ይግበር። ኣስመራ ማራቶን ካብ ባሕቲ መስከረም ተበጊሱ። ሚስተስ፣ ሚዛን፣ ባርተር፣ ስተላ፣ ሜዳ ኤርትራ፣ ከረን ሆቴል፣ ቤት ጽሕፈት ፕረዚደንት፣ ቤት ፍርዲ ዞባ ማእከል፣ ቤት ትምህርቲ ባርካ፣ ቤት ትምህርቲ ቀይሕ ባሕሪ፣ ብሴማፎሮ መዓስከር ደንደን ተጠውዩ፣ ናቕፋ ሃውስ ሽዳ ሲኔማ ሮማ ኤሪቴል ጎደና ሓርነት ኣቢሉ ኣብ ባሕቲ መስከረም ዝዛዘም እዩ። ሓንቲ ዙርያ ሸውዓተ ኪሎ ሜተራት ትሽፍን ኮይና ኣትሌታት ሽዱሽተ ዙርያ ክጎዩ እዮም። ኣብዚ ውድድር ሰለስተ ኣቀላጠፍቲ ኣትሌታት ከምዘለዉ ክሳብ ዕስራን ሸሞንተን ኪሎ ሜተር ክጓዓዙ ምዃኖም እውን ተፈሊጡ ኣሎ። ንዝተመደበ ርሕቐት ማለት ንዕስራን ሸሞንተን ኪሎ ሜተር ብሓደ ሰዓትን ሰላሳን ሓደን ደቒቕን እንተወዲኦሞ ከኣ ነፍሲ ወከፎም ሸሽዱሽተ ሽሕ ናቕፋ ክሽለሙ እዮም። ነዚ ውድድር እዚ ዝተዓወተሉ ኣትሌት ድማ ሽዱሽተ ሽሕ ዶላር ቴስዓ ሽሕ ናቕፋ ክሽለም ኢዩ። ክሳብ ሻዱሻይ ዝወጹ ከኣ ብቐደም ተኸተል ኣርባዕተ ሽሕ ዶላር፣ ክልተ ሽሕ ዶላር፣ ሓደ ሽሕ ዶላር፣ ሸሞንተ ሚእቲ ዶላር፣ ሸውዓተ ሚእቲ ዶላር ክሽለሙ ኢዮም። ኣብ ዝሓለፈ ዓመት ኣትሌት ናሆም ኤርምያስ ሰንዓፈ ነዚ ውድድር ብክልተ ሰዓትን ዓሰርተ ኣርባዕተ ደቒቕን ዕስራን ሓደን ካልኢትን ተዓዊትሉ ምንባሩ ይዝከር። ዝሓለፈ ወርሒ ብማናጀሩ ኣብ ደቡብ ኣፍሪቃ ዝተሰርዓሉ ናይ ማራቶን ውድድር ገዲፉ ክብሩ ንምዕቃብ ኣብዚ ናይ ሰንበት ጸወታ ክኣቱ ምዃኑ ኣፍሊጡ'ሎ እዚ መንእሰይ ናይ ጋሽ ባርካ ኣትሌት ኢዩ። እዚ ከምዚ ኢሉ እንከሎ፣ ደቂ ኣንስትዮ ኣትሌታት እውን ናይ ዓሰርተ ኪሎ ሜተር ውድድር ከካይዳ እየን። ዓሚ ኦሎምፒካዊት ኣትሌት ራሄል ዳንኤል ንኦሎምፒካውያን ኣትሌታት ናዝርየት ወልዱን ዶልሺ ተስፉን ስዒራ ምዕዋታ ይዝከር። ብዘይካዚ፣ ናይ ፓራሎምፒክ ማለት ናይ ስንኩላን ናይ ዊልቸር ውድድር እውን ኣካል እቲ ዕለት እዩ። ዝሓለፈ ዓመት ተስፋሂወት ተኽለ፣ ቴድሮስ ኣረጋይን ድራር ዑቕባማርያምን ዕውታት ነይሮም። ኣስመራ ማራቶን ብቐጥታ ብኤሪቲቪን ድምጺ ሓፋሽን ክመሓላለፍ እዩ። ጽቡቕ ዕድል ንኹሎም ተሳተፍቲ ኤርትራውያን ዜጋታት። ከምቲ ኣብ ዝሓለፈ ሸውዓተ ዓመታት ናይዚ ውድድር ተዓወትቲ ኤርትራውያን ኣትሌታት ዝነበሩ ሕጂ ውን ነዚ ውድድር ተዓዊቶም እቲ ኣብ ውሽጢ ኤርትራ ዝግበር ውድድር ብኤርትራውያን ክበሓት ልዑል ትጽቢት ኣለና። ጽቡቕ ዕድል ሰናይ ዕድል። መልእኽቲ በዓል ስልጣን ኣግራብን እንስሳ ዘገዳምን ብምኽንያት ዕስራ ሰነ መዓልቲ ሰማእታት ኤርትራ፣ ዕማም ምዕቃብ ሓመድን ማይን፣ ምግራብ ዳግመ ምግራብን ምስሳን ዓዳውን ሃገራውያን ሕዛእቲ፣ ምክልኻል ብርሰት ኣግራብን ድሮን፣ ካብተን መንግስቲ ብቐዳምነት ሰሪዑ ዘተግብረን ልምዓታውያን መደባት እየን። ትግበረ ናይዘን መደባት ተሳታፍነት ናይ ኩሎም ዝምልከቶም ኣካላት መንግስትን ህዝብን ሓይልታት ምክልኻልን ካልኦት መሻርኽትን፣ ኣብ ኩሉ ጽፍሕታት ዝሓትት ይጽንሓለይ ዘይበሃሎ ብኹሉ ብንቕሓትን ኣፍልጦን ተወፋይነትን ክሳተፉ ዝግባእ ምዃኑ ርዱእ እዩ። ንጥፈታት ምግራብ ምፍዋስ ማይ ኩዖታት ኣብ ዝተፈላለየ ዓመታዊ ጽምብላት ብፍላይ ድማ ብምኽንያት መዓልቲ ሰማእታት ኤርትራ ክትግበር ጸኒሑን ኣሎን። እዚ ንጥፈት እዚ ካብቲ ነቲ መዓልቲ ንምምዕራግን ንሃልኪ ህዝባዊ ርክባትን ንግደትን ዝግበር ተሳታፍነት ሓሊፉ ነቲ ክቡር ዕለት ዝምጥን ውጽኢታዊ ዝኾነ ብግዜን ቦታን ዝዕቀን ዝግምገምን ቀጻልነት ዘለዎ ብሓላፍነት ክዕመሞ ዝግበኦ መደብ ከምዝኾነ መብርሂ ዘድልዮ ኣይኮነን። ስለዝኾነ ሎሚ ዓመት ብምኽንያት መዓልቲ ሰማእታት ኤርትራ ዝግበር መደብ ብፍሉይ ኣብ ዞባታት ኣብ ዝዳሎ ቦታታት ካብ ዓሰርተ ክሳብ ዕስራ ሰነ ክትግበር መደብ ወጺኡ ኣሎ። በዚ መሰረት ኩሎም ዝምልከቶም ምምሕዳራት፣ እዝታት ሓይልታት ምክልኻል፣ ኣብያተ እምነትን ትካላትን ውልቀ ሰባትን ካልኦት ውዳቤታትን ኣብዚ ዝተጠቕሰ ዕለት ካብ መንበሪ ኣባይቶምን ትካላቶምን ጀሚሮም ክሳብ ብምምሕዳራት ዝዳለወሎም መገረቢ ቦታታት ኣብ ምዝላይን ምድላው መትከልን ጎዳጉድን ማይ ኣብ ዝተረኽበሉ ከኣ ኣብ ምትካል ፍልስታት ክሳተፉ እንዳዘኻኸርና ሓደ ሰብ ብስም ስማእታት ኤርትራ እንተወሓደ ሓደ ገረብ ክተክል መልእኽትና ነመሓላልፍ። ምምሕዳርን ትግባሬኡ ክካታተሉ ከኣ ነዘኻኽር። ሰማእታትና ብልምዓት ይደበሱ። ሎምንዶ ሎምንዶ

ካብዚ ቀጺልና ውን ኩቡራትን ኩቡራንን ደቂ ሪመይ ንሕና ከም ኤርትራውያን እቲ ክነተግብሮን እቲ ግድን ክንሰርሖን ዘለና ጉዳያት እንዳጻፈፍና ክንከይድ እንክለና ኢና ነቶም ብስም ኤርትራ እንዳሸቀጡ ንምስልታት ኤርትራ ንምድዋን ንምስልታት ኤርትራ ንምብላል ብሓፈሻ ንታሪኽ ኤርትራ ከምዘይነበረ ከምዘይተፈጸመ ንኽቆብሩ ዝጽዕሩ ዘለዉ ሰባት ብልዑል ንቕሓት ጠሚትና እቲ ዝግብኦም ክንህቦምን እቲ ዝግብኦም ክወስዱን ይግባእ። ስለዚ እምበኣር ሓውና ጆርጆ ድራር ብዛዕባ ሓደ ውልቀ ሰብ ዝሃቦ ሓበሬታ ዝኾነ መልእኽቲ መጺእዎ ኣሎ እሞ ናብታ ቪድዮ ከብለኩም ብድሕሪኡ ክንራኸብ። ሰናይ ምክትታል ደጊመ።
ኣብ ዝሓለፈ ሓደ ሰብ ኣንጻረይ ኣ ናይ። ናይ ሓደጋ ወይ እውን ናይ ንገበን ዝዕድም ፖስት ከም ዝገበረ ነጊረኩም ነይረ ካብዚኦም ኣብዚኦም ዘለዉ ሓደ እዩ ሮቤል ተወልደይ ከም ዝበሃል ሓበሬታ ትበፅህኒ ኣሎ ኤግዛክት ላይ ናይ ምዃኑ ካብዚኦም ግን ክበርሃለይ ኣይከኣለን እቶም ትፈልጥዎ እስከ ናይ በይኑ ስእሊ ስደዱለይ ልዕሊ ኩሉ ድማ ሽሙን ካብ ኩሉ ዘድልየኒ ሽሙን ሽማቦውን ኣድራሻ ናቱን ኣድራሻ ናቱ ኣገዳሲ ብዘይ ኣድራሻ ናቱ ትራክ ክትገብሮ ይትኽእል ኢኻ ስለዚ ነዚ ሰብ እዚ ብቐረባ ዝፈልጥ ሰብ ኣይኖ ብዙሓት ኮንታክት ትገብርሉ ኣለኹም ዝተፈለዩ ጥሎ ንምልላይ ተቐሪቡ ከም ዘሎ ግን ንቐፅል ኣብ ኮሜንት ካ ፀሓፍዎ ካልኦት ሰባት እውን ካብቲ ናትኩም ናብ ወስኽሉ ክኸዱ ስለ ዝኽእሉ ዋላ ኣብ ኮሜንት ፀሓፉለይ ነቲ ቪድዮ ዶኩመንት ስለ ዝኸውን ንዑ ዝቐርቡካ ክህሉ ስለ ዘይኮነ ንኩልና እውን ግሉፅ ክኾነልና ክእል ስለምንታይ ከም ዝብለኩም ዘለኹ ኣብ ወሳብ ናተይ ካብ ዓቕመይ ንላዕሊ መሰጅ ስመፀኒ ስለ ዘሎ ፕሊስ ኣብዚ ኮሜንት ግበርዋ እታ ቪድዮ ሓንቲ ቪድዮ ስለ ዝኾነት ንሓዋሩ ካብዚ ስለ ዘላ ኩሉ እቲ ዘለኩም ኣብዚ ፀሓፉለይ ምናልባት ትፈርጡ ኮይንኩም ግን ስግኣት ተለኩም ኮይኑ ኣብ ወሳብ ክሰዱለይ ትኽእሉ ኢኹም ነዚ ሰብ እዚ ግን ገለ ካብቲ በፂሒኒ ዘሎ ስእልታት ካብዚኦም ሓደ ምዃኑ እንተዘይ ተጋጊየ እቲ ፀጉሪ ዘለዎ ፃዕዳ ዓይነት ጅንስ ገይሩ ዘሎ ይመስለኒ ኣደናጊሩኒ ኣሎ ስለዚ ሮቤል ተወልደ ከም ዝበሃል ግን ድሮ ሓበሬታ በፂሕኒ ኣሎ ካልእ ሓበሬታ ዘለኩም ተወሳኺ ክሰዱለይ ድማ ብትሕትና ይዕድም ነዚ ሰብ እዚ ምስዚ ሕጂ ዘሎ ኣነ ከዓ ኣብ ዶብ ናይ ጀርመን ስለ ዘለኹ ብቐጥታ ከረኻኽበሉ እውን ፀገም የብለይን ብሕጋዊ መንገዲ ማለት እዩ ከምዚኣቶም ከጋጥሙ ከለዉ ድማ ብፍላይ ነቶም ብግልና ዝመፁና ነዚኦም ዝኣክል ኣምላኽ መስገን ሓገዝ ናትኩም ኣይደልን እኹል ፀጋታት ኣለኒ ንከምዚ ዓይነት ሰብ ናብ ሕጊ ኣቕሪብካ ዘድሊ ስጉምቲ ክውሰድ ስለዚ ባዕሉ እውን ብወግዒ ፅሒፍዎ ስለ ዘሎ ኣቡ ነዚ ሰብ እዚ ከም ኣብነት ክንጥቀመሉ ኢና ንስኻትኩም ን ደገፍ ግበሩለይ ዝኾነ ናይ ገንዘብ ዶ ከምቲ ንሳቶም ጎፋንድሚ ዶ ገለዶ ድብሎ ኣየድለየንን እዩ ኣይ ሃቭ ኢናፍ ሪሶርስስ ነዚ ሰብ እዚ ዝኣክል እኹል ትሩፍ ፀጋታት ኣለኒ ስለዚ ናትኩም ሓበሬታ ጥራይ ኣብዚ ኮሜንት ኣብዛ ቪድዮ ክትገትፍለይ ኣለኩም እታ ቪድዮ ንሓዋሩ ከቐምጣ ነቲ ጠበቓ እውን ብቐጥታ ካብኡ ከርእዮ ስለ ዝኽእል እቶም ብእንግሊሽ ወይ ብጀርመን ክፅሕፉ ትኽእሉ ድማ ብእንግሊሽ ወይ ብጀርመን ተገበርኩሞ ዝሓሸ እቲ ኮሜንት ዋላ ብትግርኛ ጌርኩም ናብ እንግሊሽ ይተርጉ ከምዚ ክቡር ብጻይ ጀርጆ ድራር ክገልጾ ዝጸንሐ እዞም ብራራያታት ስራሕ ኣልቦ ዝኾኑ ሰባት ዓዋሉ ብዛዕባ እቲ ዝሰርሕን ብዛዕባ እቲ ሃገረይን ህዝበይን መንግስተይን ዝበለ ዘየለ ዛዕባታት እንዳልዓሉ ከጸልሙን ሕሉፍ ሓሊፍዎም ከኣ ዓቕሚ እኳ ዋላ እንተ ዘይሃለዎም ግን ከም ዝገብርዎ ምሲሎም ብዛዕባ ኣብ ሂወት መጺኦም ክዛረቡ እንከለዉ ሸለል ኢልካ ክትሓልፎም እንከለኻ ወይ ኣበይ ከይበጽሑ ኢልካ ክትገድፎም እንከለኻ እቲ ዛዕባታት ኣየቋርጽዎን እዮም መመሊሶም እዮም ዝቕጽልዎ ከም ዝሓለፈ ዝተፈላለየ መደባት ኣብ ሰራሕናዮ ብዛዕባ ኤርትራን ኤርትራውነትን ዝግበር ኩሉ ንዕኦም ከቢድ መርዘን ስለ ዘስዕበሎም እቲ ኤርትራዊ ዜጋ ዝገብሮ ኣብ ፍቕሪ ህዝቡን ሃገሩን ዘለዎ ረዚን እምነትን ሓድነትን እሱ ስለ ዝሕሞምን ኣምክኽ ስለ ዘብሎምን ዘየለ ዛዕባታት እንዳምጽኡ ሰባት ከጸልሙ ይውዕሉ ኣለዉ ስለዚ እዚ ጆርጆ ድራር ሓውና ኣውጺዎ ዘሎ መልእኽቲ ወይ ከኣ መጸዋዕታ ናብ ኩሉ ኤርትራዊ ዜጋ ብፍላይ ከኣ ኣብ ሃገረ ጀርመን እትርከቡ ነቲ ሓበሬታ ብሙሉ ቀሲንኩም መን ምዃኑ ክትሕብርዎ ደጊምና ክንሕብረኩም ንፈቱ ምኽንያቱ ገበን እንዳፈጸምካ ደቂስካ ክትሓትረሉ ትኽእል ኣብነት የለን ኤርትራዊ ኣብ ተግባር ዩ ዓቕሙ ኤርትራዊ ናይ ዘረባ ኣይኮነን ስለዚ ብተግባር ነዞም ከምዚ ሕማቅ ዛዕባታት ዝጽሕፉን ሕማቅ ዛዕባታት ኣብ ምፍጻምን ዘለዉ ብሕግን ሕጋውነትን ግቡእ መቅጻዕቲ ንክረኽቡ ኩሉ ኤርትራዊ ዜጋ ይጽናሓለይ ዘይብሎ ጉዳዩ ኢዩ ስለዚ ንሕና ናብ ጀርጆ ሓውና መልእኽትና ክነማሓላልፍ ደጊመ ክሕብር እፈቱ። ጸጋኹም ሃቡና ትካቦ ክንመግብ ዓያሹ ዲናታ ንኣቱ ናብ ጣጣ ገበላና ሂብና ንሽምት ጣጣ
እምበኣር ዝኸበርኩም ደቂ ሪመይ ነዚ ዝሰደድኩምልና መልስታት ኣብ ፍልፍል ቲቪ ቱ ንሰሪሕናልኩም ስለ ዘለና ኣብኡ ከድኩም ክትከታተሉ እቶም ሳብስክራይብ ዘይሃረምኩም ሳብስክራይብ ክትሃርሙ ብትሕትና ንዕድም እምበኣር ንሎሚ ሒዝናዮ መፂእና ዝነበርና መደባት ነዚ ይመስል ክሳብ ብካልእ ቪድዮ ዝምለሰኩም ጠጥዕሙ ሰሰናዩ ጠጥዕሙ ደቂ ሪመይ ንዕሱባት ውድቀት ውሁድ ቅኒት ንሃገራዊ ክብረት! ዘልኣለማዊ ዝኽሪ ንሰማእታትና! ወትሩ ዓወት ንሓፋሽ! ፍልፍል ቲቪ